ይህ ሞተ መጽሓፍ እ? ኣነ እኮ ደሞ ጭፍርዝኒ እንታይ ተፈራራሃኒ ዘላ ይመጽእ ኣለኹ ምባል ምፍርራሕ ድዩ ባዕልኺ ፍለጢ እንታይ ይመጽእ ኣለኹ መጽየ መጽየ መጽየ እንታይ ማለት እዩ? ትበል እንተበለት ሓዳስ መጻኢት ድያ ማፋይ ትበልና በጃ ኣለኺ ትምጻእ ምጽእ ውዒላ ምጽእ ትሕደር ኣነ ድማ ክጽበያ ይብለኪ ኣለኹ እዋ ከመይ ከመይ እዩ ዝጉዳይ ቅድሚ ሕጂ ይመጽእ ኣለኹ ክትብለካ ከላ፣ ኩላቶም ክፋላት ኣካላትካ ናብ ኣስናን ዝቕየሩ ዝነበሩ ደኣ ሕጂ እንታይ ተረኽበ?
ቅድሚኣ ንዓ ከምዚ ገይረ በስናነይ ክብጥብጠ ኪእ እብለኪ ኣለኹ።
ኢሂ ናባኻ ዘይደወለ ዲዩ ዘዛርበካ ዘሎ? ወይ ሓሲበያ እንታይ ሻማ ኣለኒ። እሞ ደዊላትልካ ነይራ እያ። ኣቲ ስቕ እንተ በሊ ካብኣ ኮን ንስኺ ከፊእኽኒ ዕንጭራር። መን እያ እታ ዕንጭራር? ንስኺ ዕንጭራር እታ ዓሰርተ ግዜ ናባይ እናደወለት ቶኽ ተብለኒ ዘላ ጓልኪ ጣንጡ ሱሳስ ኣላታ ገለ ዘራኸበትኩም ጉዳይ ኣላ እምበር ውላድካ ካብ ደገ ይመጽእ ኣለኹ ኢልካ ኣየናይ ወላዲ ኣሎ ገጹ ዘይውላዕ ኣቲ ስቕ እንደበለ ገጽ ከይውላዓክ ወይለከይ ተረካብ ዓድዩ ኣነ እንታይ ገይረካ እንድዒ ኣነ በዛ ፈዛው ጓል ክጦቕ ክብል እንታይ እዩ ጦቕ ዘብል ተረኺቡ ሶሊ ጥጥቖ ሰብኡት ከም ዓይበት ይቕደዱ ጓል ማእመን ከዓ ጥራት ተራእይዋ ዝበሃልስ ለካ ሓቂ እዩ ወሊድ እንደ መብራት እሞ እንታይ ግበር ኢኻ ትብለኒ ዘለኻ ኣቲ ኣነ እኳ ንኹላና ክጥዕመና ኢለ ዝዛረብ ዘለኹ ቁሩብ ዝሕግዘኒ ሰብ ክስእን ኣይካብ ውላድ ኣይካብ ወላዲት እሞ እቲ ዘረኽበኩም ጉዳይ ከይፈለጥናስ ከመይ ኢልና ኢና ክንዛረብ እሞ እሱ እንዲዩ ኣይትብከ ዘብክየኒ ዘሎ እንታይ እያ ክትገብር ትመፅእ ኣላ ቅድሚ እዲኣ ስጥሕ በል ክንደይ ግዜ ክስጣሕ ትመሰጣሕ ኣንታ ጸርፍን መርገምን ገዲፍካ ቁም ነገር ዘይትዛረብ። በሊ ክትፈልጢ
ብዛዕባ እቲ ገዛ እያ ክትዘራረብ ትመፅእ ዘላ። ገዛይ
ኣየናይ ገዛኻ? ዋ እቲ ጎዳይፍ ዘሎ ቪላ ምስ ሰርቪሱ ገዛይ ከ? ገዛያ በለ እቲ ናይ ሰናይት ጓለይ ገዛ
ንስኺ እውን እምበኣር ክትምስክርላ ኢኺ ኣቲ እቲ ደም ሬፀ ዘጥርኽዎ ገዛይ እዚ ናይ ሰናይ ኣንታ ከመይ ከመይ ኢኻ ትብል ዘለኻ ኣረዳኣና እባ ኣበይ ክርዳኣኪ ንስኺ ንሳሲ ኣብቲ ደገ ገዛ ተገዘእት ነዚ ድማ ክትወርሰኒ እቲ ገዛስ ናታ ኣይኮነን ኣነ ደኣ ንሳ ብዝሰደደትልካ ገንዘብ ጌርካ ትሰርሖ ዝነበርካ እንዲ መሲልኒ ኣቲ ንሳ ደኣ ትጭብጠኒ እንድያ ከመይ ኢላ ደኣ ገዛይ ትብላ ኣላ? ኣንቲ እቲ ገዛ ክሰርሖ ከለኹ ፍርቂ ምስ በጽሐ እቲ ናይ ህንጻ ኣቑሑት ኩሉ ዶ ኣይከበረን? ሽዓኣ ንዓኣን ንኣቦዶምን ኣእዳውኩም ዘርግዑ ሓጉዙኒ ኢለዮም። ሃየ ድሕሪኡ ከ? ብድሕሪኡ ደኣ ቁሩብ ቁሩብ ፈይ ኣቢላ ወየ ደኣ ጠማዕ ኮይና እምበር ካብቲ ናታ እኮ ኣቦዶም ወደይ ዝሰደዶ በዝሕ። እሂ ቀይሕን ጻዕዳን ኣየብላዕኹን ኣየምሃርኩን ኣብ ዝብጽሕ ኣየብጽሓኹን ምሳይ ክትጸባጸብ እ ከምዚ ገይሩ ዋላ ድነ ዘዕበየስ እዚ ክዓብዮ ኣየዕብያ እሞ ነዚ ከተጻሪ እያ ክመጽያ ትብል ዘላ ኣበይ እሞ ከይትበጽሕ ኩሉ እቲ ክትረትዓሉ እትኽእል ነዃላት ግርም ገይረ ደፊነየ እየ ክትፈልጢ ንስኽን ደቅኽን ጥራይ ኣብ ጎነይ ኩኑ ወይ ደኣ ድኽም ኢልዋ እምበር ኣንቲ ኩሉ እቲ ሊብሬቶ እኮ ብስመይ እኮ እዩ ዘሎ ማይ ክትወቅጥ እያ ብለክሎ

ኣነስ ከምዚ ክፍደ ባዕለ ክሪየጽኩ ዘጽረክዮስ እቲ ልብሬቶ ብሽሙ ቀይርዎ። ንስኽን ዘይትቆጻጸርኦ ተኮንክን ደኣ ከምኡ ገብርወ። ኣቲ ሶሎ ሓፍተይ ኣነ ደኣ ሞብይ ፈሊጠ ዘይፈለጥኩ። በሊ ንሱስ ከይሓፈረ እዚ ገዛ ናተይ ዩ እንተ ደሊኺ ንስኺ ናትኪ ኣስርሒ እኮ ኢሉኒ። ዋእ ሕጂ ከ ካበይ ክተምጺ። እቲ ናይ ዶላር ፋብሪካ ኣብ ካንሸሎይ ዝተተኽለ መሲልዎ ክኸውን። እሞ ሕጂ ነዛ ጉዳይ እዚኣ ክትብሊ ዲኺ ክትመጺ ትሓስቢ ዘለኺ። እሂ'ሞ ካብዚ ዝዓቢ ጉዳይ ኣሎ ድዩ? ኖኖ ኣነስ ቀስ ኢለ ባዕለይ መረደእክዎ ኢለ'የ ሓሲበ። ኣይትድከሚ። ጌሽኪ ስለ ዝነበርኪ እምበር ንዓይ ምስማዕ ምስ ኣበየኒ ብለባማት ሰባት ጌረ ለሚነዮ። እዚ ብገንዘበይ'የ ገዚኤ ኢሉ ቕቢጹ ስለ ዝኾነ። ድሮ ትኬተይ ቑሪጸስ ሎሚ ለይቲ ክኣቱ'የ። እዋይ በቃ በል ደሓን ሓራይ ብሰላም ምጺ። ቻው። ወይ ምስ ባባ ዘላ ስስዐ ዕድሚኡ ሙሉእስ ብርሃፅ ሰብ ክበልዕ ክነብር ሰቢሎሞ ሰቢሎሞ ርሃፅ ሰብ ኣታ ረሃፀያን ጠብጢበ ብዝኣከብክዎ ገንዘብ ዝገዛእክዎ ሲ ዓጀውጀው ትብል ኣንታ ከመይ ከመይ ኢኻ ትብል ዘለኻ ከመይ ከመይ ኢኻ ትብል ዘለኻ ኣታ እታ ታክሲ ናይ ኣቦዶም ስለ ዝኾነት ሮቤል ወደይ ደሞዝ እናተኸፍለ እዩ ዝሰርሕ። እቲ ኣታዊታት ከኣ ብስሙ ኣብ ዝተኸፍተ ቡክ እዩ ዝኣቱ። እታ እንዳ ባርቤሪ ከኣ ናታ ስለ ዝኾነት እቲ ፍርቁ እዩ ንዓና እምበር እቲ ፍርቁ ኣታዊ ብስማ ኣብ ቡካ እዩ ዝኣቱ።
እንታይ ዲኻ ኣዘኻኺርካኒ ቀደም ይንኣሽቱ ከለናሲ ሓደ ዓርከይ ሓንቲ መጽሓፍ ኣምጺኡስ እንካ ኣንብባ እዚኣ ጽብቕቲ መጽሓፍ እያ እብለኒ። ኣንታ ዓቢድ ከኣ ከመስለኒ ብዛዕባ ናይ ሚልዮናት ገዛ እናተዛረብናስ ብዛዕባ ናይ ዓሰርተ ቅርሺ መጽሓፍ ትዛረብ? ኣየ ደቦጭ ወዮ ደኣ ብገንዘብ ዕንትኻ ዓዊሩ እምበሪ ጥቕሚ መጽሓፍሲ ሚልዮናት ዘይኮነ ቢልዮናት እዩ። ሕጂ እዚ ኩሉ ጨኒቕካ ዘሎ ጉዳይ ከማን ኣብቲ መጽሓፍ ኢኻ ትረኽቦ። በል እስከ ተዛረብ።
እወ ከምኡ ደኣ በል። ሕጂ ኣነ ኣንቢበ እንካ ደይበሎ ንሱ ከኣ ረሲዕዋ ሃበኒ ስለ ዘይበለኒ ድሕሪ ግዜ ወዮ መጽሓፍ ናተይ ኮይና ትስምዓኒ። ኣንታ እንታይ ኢኻ ኮለል ትብል ኣንታ ጽናሕ እንዶ ወድኣኒ። ድሕሪ ግዜ ድሕሪ ዓመታት ወዮ መጽሓፍ ደጊመ እንተንበብክዋ ጽብቕቲ ኮይና ትስምዓኒ እሞ ነዚ ዓርከይ እንካ እዚኣስ ክንብባ ጽብቕቲ መጽሓፍ እያ እብሎ። እታ ንሱ ባዕሉ ዝሃበካ መጽሓፍ። ሓራም ናብ ገዛእ መጽሓፉ ኣንታ ርእይ ኣቢሉሲ ኣንታ እዛ መጽሓፍ እዚኣ ደኣ ናተይ እንድያ እብለኒ። ምሰ ዘከረኒ እሞ ኣብዛ ጽፍረይ ኢኻ ኣቱ ዘልየ በዛ ሕፍረት። ጭድ በሊ ኣይ እቺ ከፍንጭ እንዲኻ ደኣ ተታሒዝካ። እወ እሱ እንድዩ ደኣ ዝብለካ ዘለኹ ሕጂ ደቂ ሰባት ከኣ ንርእኻ ኣለኻ ንሕማቕን ጽቡቕን ረሳዕቲ ስለ ዝኾንና ንብረት ናይ ሰብ ምሳና ንውሕ ዝበለ ግዜ እንድሕር ጌሩ ናትና ኮይኑ ይስምዓና። መሲልካ እሞ እንታይ ኣምጻኻ ዋእ። ዶስ ግዜ ስለ ዝነውሐ ኢዩ ናትካ ዝመስለካ ዘሎ እምበር ናይ ጓልካ ኢኻ ትብለኒ ዘለኻ። ደበጭ ከይተዛርበና እባ። ከይተዛርበና ክትደርፍ ዲኻ ጸኒሕካ? እንታይ ክትዛረብ ዲኻ ጸኒሕካ? እንታይ ክትማሰ ዲኻ ጸኒሕካ? ክትጎጥየኒ ጸኒሕካስ ከምኡ ክትብል? እሞ ሕጂ እዚ ጎዳይፍ ዘሎ ቪላ ምስ ሰርቪሱስ ናትካ እዩ? ናተይ እወ።
ናትካ ናትካ?
ኖኖ እቲ ፍርቁ ከኣ እባ ናትካ። እቲ ሰናይት ጓለይ ገዛ ስርሓለይ ኢላ ገንዘብ ትሰደለይ ኣላ ዝበልካኒ ከድኣ? ሓሳዊ ሎኽመኛ ኮንካ። ገዛ ስርሑለይ ኢላትኒ ኢለካ ከምኡ ዝብል ቃል ካብ ኣፈይ ወጺኡ? ኢልካኒ ኢልካኒ ሓንሳብ ጥራይ ዘይኮነ ደጋጊምካለይ ከማን። እዛንካ ጥልማኻ እንተለዋ ናይ መስምዒ ሓገዝ ግበር። ዋይ ሱቅዳበል ክትክሕድ ድኣ ደሊካ እምበሪ ብዛዕባ እዝነይሲ ታይ ግድኻ እተኣማመን እየ። ኣታ ኣነ በዓል ቃል ኪዳን ኮይነ እኮ እየ ዘይጠለምኩኻ ዘይተፈለኹኻ እምበር ኩላቶም ኣዕሩኽትና ብምንታይ ድዮም ርሒቖምኻ?
ካባይ ዝተፈለየ ዓርኪ ኣሎ? ብምንታይ ርሒቖም? ዋእ ኣብ ኩሉ ዘረባኻ እንታይ ሃእ እናልካ ጦቕ ስለዘበልካዮም። ሓሳዊ ኮንካ ኣነሲ የዳግም እየ ተዳግም ተዳግም ጥራይ ዘይኮነስ ተሰልስ ተረብዕ ከላ ዓርክና ምስ ዓንዳይ ፍርቂ ሰዓት እንተዕሊልካ ብምሒር ምድግጋም ዘረባ ብእግሩ ዓዲ ቀይሕ በጺሑ ዝተመልሰ ክንዳኻ ኣይልህልህን እንዲ ዝብለካ እንተበኹላ ኣይሰማዕኩን ንዓይ ከኣ ኢልኒ ይፈልጥን እዩ ከመይ ጌርካ ክትሰምዕ ዋእ ኣይ ስለ ዘይትሰምዕ እንድዩ ከምኡ ኢለ ሓሚካ። ሰወለና በጃኻ በል ኣነ ከኣ ክነግረካ ካብ ኩለን ክፍለ ኣካለተይ ዝጠዓያ የእዛነይ እየን። ዋይ
ኣታ ዓንዳይ እ ርእስኻ ክትሕጸብ ከለኻ ብእዝንኻ ዝኣተወ ማይ ብኣፍካ እንድዩ ዝወጽእ ኣንታ ቀዳድ ከበሮ እዝኑ። ዋይ እንቋዕ በል ቀዳድ እእምሮይ በልካኒ ከምዚ ከማኻ እምበሪ ዝተቐደ ከበሮ እዝንስ ይስፈይ።

እቶም ዋይ ኣንታ ተዳይት ርእስኻ ደኣ ከብቲ ግህጽ ዝወዓሎ እግራት ዝመስል ደሓን ደሓን ፋሽን እዩ ፋሽን ኣየ ፋሽን ጥራይ ናብቲ ጸዊዕክና ዘለኺ ጉዳይ እተዊ ብዝኾነ ሎማዓንቲ ብኣዝዩ ህጹጽን ኣገዳሲ ጉዳይ እንደልየኩም እየ ጸዊዐኩም እሞ ብዝጽውዑና ገዛ ብልና እንድዩ
ተሽግር ኣንታ ሓፍተይ ሕጅስ ማራ ዶ ሓኪምክና ሓቀይ እንታይ ቶም ስራሕ ክናባና ድዮም ወዚዖምኺ ኣይተጋግኽን ኩሉ ፖሊስ ኣኣፍ ደጊኡን ገዛውትን እንድሕር ኣጽርዩ ከተማ ምልእቲ ጸርያ ማለት እዩ ኣባህላኺ ኣባህላይ ድኣ ኣብ ኣፍ ደገኻን ገዛውትኻን ኮታስ ኣብ ከባቢኻን ሰረቕትን መደናገርትን ዘይናቱ ዝደሊ እንድሕር ሃልዩ ናብ መደበር ፖሊስ ምኻድ ኣይጠቕመካን እዩ ኡፍ ሕጂ እዚ ፍልስፍናኺ ገዲፍኪ ኣብ መንጎ ስራሕ ስለ ዝመጸና ቅልጥፍ ቅልጥፍ ኢልኪ ናብ መጸዊዕኺ ክእተዎ ሕራይ። ዊንታ ሓፍተይ ከዳእ ስራሕ ጀሚርኪ ዲኺ? ኣላ እስኺ ዋእ ሕጂ ተዛሪበ ገለ ኢልኪ ኢኺ ኣበይ እሞ ንስኺ ባይታ ባይታ ንሕና ኣየር ብኣየር ክንሰርሕ ኣበይ ክንራኸብ ድሓር ከኣስ ኣብ ኦፊስ ኮይንኪ ብ ጣውላ ኮፍ ኢልኪ ቢሮን ወረቐትን ስለ ዝሓዝክስ በይና ትሰርሕ መስለኪ ሎምሽ? ንሱ እውን ሓደ ናይ ስራሕ ዓይነት እንድዩ፣ ፖሊስ ግና ገበነኛታት ደው ይበልሉ ከም ፈረስ ጠጠው ኢሉ እናሓደረ ምስ ገበነኛታት ኣንጭዋን ድሙን ክፃወት እዩ ዝሓድር ዘሎ። ኣቲ ሰብ ታክሲ ፀጊዐ መፂኪ ናብ ጉዳይኪ እተዊ። ብዝኾነ መፀውዒየይ ምኽንያት ፈሊጥኩሞ ክትኮኑ ተስፋ እገብር። ኣይፈለጥናን።
ቁሩብ ከትግምቱ ትኽእሉን ኢኹም። ኣቲ ከመይ ገይርና ኢና ክንግምት ጥዕይቲ ድያ እዚኣ። ፅቡቕ መፀውዒየይ ምኽንያት ብዛዕባ ናይ ገዛና ጉዳይ እዩ። እዋ ኣቲ ሓፍተይ ንሕና እኮ ምግራም ሓዳራት ኣይኮናን ገዛ ኣለና ካብ ኣፍ ወርኩቢል ክትጽዑና ኣብ ገዛና ምስ መጻና ድዩ ትነግርና? እወ ግን ባባን ማማን ክሰምዑ ስለ ዘይደለኹ እዩ ጸገም። እይ ንዕኦም ዘይምልከት ጉዳይ ድዩ? ኖኖ ብቐንዱ ድኣ ንዕኦም እምበር እምልከት። እውይ ኣታ ሓፍተይ ዘይትገድፍና እዚ መስቀላዊ ናይ ፖሊስ ሕቶኽ ኣብቲ መደበር ክተጠቀምሉ ሓራይ እንድተጽላእካያ ወደይ ዋ ሕራይ በል ንገርና። ሰናይት ሓፍተይ ሎሚ ለይቲ ክትኣቱ እያ። ፈሊጥና ኢሂሞ ተኣተወት። እዋ እንተኣትያ ድኣ እሞ ብኤርፖርት ጌራስ ተኺላ ናብ መደበር ፖሊስ እዩ ጉዳያ። ዕድመ ንዓኺ ሄሉ ሓፍተይ። ደይ ኩሉ ሓደ እዩ ኮይኑ ዘሎ መደበር ዶቦጭ እውን እኮ ናብ መደበር ፖሊስ እዩ ተቐይሩ ዘሎ ሰቢሎሞ ሰቢሎሞ እንታይ ኢኻ ትብል ዘለኻ እንታ ደቦጭ ሕጂ ሰናይት ጓልካስ ክትከሰካ ኢላ እያ ትመፅእ ዘላ ኣበይ እዩ ትበፅሕ እሞ ፈሪሕኻ እሞ ሕርካም ከየበርከተት እያ ክትከሰካ ትመፅእ ዘላ ሓራም በል ሰማይ ኣይሕረስ ወላዲ ክሰስ እናተባሃለ ሲ ኣነ ክሰስ ኣይ እዛ ምስላ ናብ ዝጥዕመካ ምግምጣል ክትፈትዋ ነቲ ንጉስ ኣይክሰስ ዝብል ሲ ናብ ወላዲ ይክሰስ ኢልካ ግምጥል ኣቢልካያ። ኣታ ናይ ስድራቤት ንጉስ እኳ ኣቦ እዩ። መቸም ካብ ዜሮ ተበጊሳ ከምኡ ከም ዘይትብል ርዱእ እዩ። ኤህ ረዳእ ዘይብልካ ትረፍ እካ እብለካ ኣነ። ካብ ዜሮ ተበጊሳ ኩላትና ካብ ዜሮ ንብገስ ዜሮ እኳ ቁጽሪ ካብ ኣሉታ ተበጊሳ እምበር ትጥቅነኒ ኣላ። እሞ ቁሩብ ከ ካብ ምንታይ ተበጊሳ ከምኡ ትብል ኣላ። ኣንታ እቲ ሓደ ግዜ ጭንቅ ምስ በለኒ ዶ ንዓን ንኣቦ ዶምን ርዱእን እይበልክዎን። ሃየ
እሞ ሽዕኦም ኣማኢት ኣሽሓት ገይሮም ድፍን ኣቢሎምኻ። ኤህ ሓው እንትድፈንካ ከኣ እብለካ ኣነ ናይ ሙራልን ናይ ዚንጎን ኢላ ሓምሳ ሽሕ ሰዲዳ ወደሓንካ። ሓምሳ ሽሕ ሚልዮን ክትብል ዲኻ? እዋይ እዋይ ድኽነት ዕሱብ እዋይ ድኽነት ዕሱብ ኣንታ እቲ ገንዘብ ዋላ ተዘይሓዝካዮሲ ከምዞም ምሁራት ርኢኻ ርኦሞ ንዘይፈልጡ ሒዞሞ ንዘይፈልጡ ገንዘብ ብቁጽሪ ጥራይ ሚልዮን ትሪልዮን ኳትሪልዮን ምባል ክስእ እንታይ ክፈልጠሉ ዶበጭ። ገንዘብ እኮ ሱር ሓጢኣት እዩ ሱር ሓጢኣት። ሳይ ኳቲ
ገንዘብ ሱር ሓጢኣት ድኽነት እዩ ሱር ሓጢኣት። እዋይ ምስ ገንዘብ ዘለካ ፍቅሪ መቸም ፍሉይ እዩ። ሕጂ እቶም ደቅኻስ እንታይ ይብሉ?
ኣታ ባባ ኣይተረዳእካንን እኳ ዘለኻ። ገዛ ክራይ ምኽፋል ጦቕ ኢለ ከይኣኽለኒስ ወስኽ እንዳበሉ እኮ እዮም ነዛ ኮፍ ምባል ከሊኦምኒ ዘለዉ። እሞ እንታይ ይገበር ትብለኒ ኣላ?
ከይሞትካ ኣብ ጽቡቕ ቪላ ተተቐመጥካ እምበር ምስ ሞትካ መቓብርካ ተጸበቐ እሞ እንታይ ትርጉም ኣለዎ? እንታይ ማለትካ እዩ እሞ? ማለተይ ደኣ ንስኻ ኣብቲ ጎዳይፍ ዘሎ ገዛ ነቶም ተኻረይቲ ጸጒግካ ኣብኡ ትቕመጥ፣ ኣነ ድማ ኣብቲ ንስኹም ዘለኹሞ ገዛ ኣብኡ ይቕመጥ፣ ሽዑ ኩላትና ንቐስን። እዋይ ሕራይ ንሕና ዝቀሰና እታ ሓርጋፍ ሰናይት ሓፍትኻ ከ ተቅስነና ዶ? ዋእ ንሳዳ እንታይ ኣለዋ ገንዘብ ስለ ዝሰደደት ዲኻ ንስኻ ደይኮንካን ድከትካ እናሰተኻ ባዕልኻ ዝሰራሕኻዮ ዝገዛ ወላዲኣ እኮ ኢኻ ገንዘብ ክሰድድ ከኣ ግዴታ ኣለዋ እሞ እንታይ ክንገብር ክንክሕዳ ክንጠልማ ዓሉ ክንብል እዚስ ምጥላም እዩ እዚስ ምኽሓድ እዩ ወላዲ እኳ ኢኻ ክቡር ወላዲ ገንዘብ ምስዳ ጥራይ ዘይኮነሲ ብብሊኮት ገንዘብ ዝተሰርሐ ገዛ ከተስፍረካ ግዴታ ኣለዋ ንሱ ዳ ኣለዋ ዋ ሓቅኻ ከመይ ገይረ ድየ ዕብየኩም ወይ እሱ ስለ ዝኾነ እኳ ሕጂ ተቃላጢፍካ እታ ልብሬቶ ብሽምካ ቀይር ወይ ኩሉ ኣብ ትበጽሖ ብላ ልቢ ዕብያ ወይ ዘረባ ሰብ ጸሊኣ ከተስታሕምል እያ ኦ በል ጅግ በል ጽቡቕ ኣለኻ ደምበሳ እንዲኻ እስኻ ጅግ በል
ኣንታ ሃይ ኣባ መልሰለይ እንታይ ደኣ እታ እታ ኣንታ ህይዞ ዶ እንታይ ኢኻ ኢልካንኺ ወይለየኸ ኣንታ በይነይ ባየ ዘለኹ ኣብ ምንታይ ጭንቀት ኢኻ ተሸሚምካ ጸኒሕካ ኣታ ስቕ እስከ በል የተሓሳስበኒ እኮ እዩ ዘሎ ሀ ጥሪጣ ተተሓንኽከ ከም ዝበሃልሲ ምስራሕ ገዛስ ይትረፋ እ? እቲ ደም ረይፀ ዘጥረኽዎ ገዛይስ ክትወርሰኒ ዒራቶም ኣብ ደገ ዘለዉ ሃብታማት ስለ ዝኾኑ ንሳቶም እዮም ዝእመኑ ኢላ እኳ ወይ ተኣምራት ኣንታ በል እቶም ኣብ ደገ ዘለዉ ኤርትራውያን ሲ ንነብሶም ገዲፎም ንስድርኦም እዮም ዝሰዱ እዚኣ ከዓ ሲ ነቲ ሰራሕካዮ ቪላ ናብ ፐላሶ ደኣ ምቐየረቶ እምበሪ ኣብ ገንዘብካ ክትጸባጸበካ ተበጽቢጽ ኣባ ትጥፋእ ኣታ ኩላቶም ደቀይ ለጋስያት እዮም ንሳ ግና ንበይነ ኣንታ ናይ መን እያ ወሲዳ ዋእ እታ መብራት ስኢዳ ቆሪጻ እያ ትህብ። ዋእ ኣነስ እግረይ ቆሪጸ እንድየ ዝህብ። ግና ናይ ኣቦ ሓጎኣ እያ ወሲዳ። ሓሞይ ኣጭንዩ ዝቐትል ሓሞት ሓርማዝ እዩ ነይሩ። ወይ ጋዶ እሞ እቶም ካልኦት ደቅኻ ከ እንታይ ይብሉ? ንሳቶም ደኣ ፈንፊኖማ ፎእ ኢሎማ። ኣብ ጋዜጣ ኣይጓለይን ኢልካ ሕኸካ ኢሎምኒ። ሓቆም ንዓኻ ጥራይ ዘይኮነት ትጠልመካ ዘላ ዋእ ንዕኦምስ እታ ሃብቲ ናይ ወለዶም እንድያ ክተሕድጎም ትጓየ ዘላ ግዲ። በል እዚኣስ ሃብታም እያ ካብዞም ድኻታት ኣሕዋታ ክትምንጥል ኣንታ። ያዒ ዋዛ ሰብኣይ መሲለያሲ ከተፈራርሃኒ ደልያ ሕጂ ከምቲ ናይ ቀደም ኣብ ኣርያ ፖርቶ ወይ ኣብ ገዛ ዘይኮነ ኣብ እንዳ ቦሊስያ ኢና ንራኸብ እ ትኽ ኢለ ናብ እንዳ ቦሊስ እየ ዝኸይድ እኳ ኢላትኒ። ትኺድ ኣብኣ ኸኣ ትረኽባ። ጽናሕ እንዶ
ርእካ እንዴ
ሰቢሎሞ ሰቢሎሞ
ሕራይ ምኻድሲ ትኺ ዘኺዳ ዘሎ ምኽንያት ከንታይ እዩ? ጉዳያ ደኣ ብዛዕባ እቲ ጎዳይፍ ዘሎ ገዛ እዩ። እዋእ ገዛ ምዃኑ ከ ኣረጋጊጽኪ ዲኺ? እዋእ እምበርከ ንስኻትኩም። ዋይ ኣቲ ናትኪ ግበሪ።
ኣነ ደኣ ርግጸኛውን ፈረቓን ኣብ ስደት ከርተት ኢላ ዘጥረየቶ ገንዘባ ሓላላ እምበር። ባባ ከም ዘዕለለኒ ከኣ ባዕሉ ጮቖቕ ኢሉ ዘጥረዮ ገንዘቡ ሓላሉ። እንታይ እሞ ደካ ተዓለና ኣብዚ ግዜ እዚ ጭብጢ እዩ ዝዛረብ ማለተይሲ ጽሑፍ እዩ እቲ ቀንድን ኣገዳስን ምስክር ሓቀይ። እወ ባባ ከኣ ልብሬቶ ሒዙ ኣሎ። ሰናይት ሓፍተይ ድማ ጻዕዳ ወረቐት ሒዛ እቲ ገዛ ናተይ እዩ እንድሕር ኢላ ደያኑ ድማ ኣብታ ጻዕዳ ወረቐት ክጽብቕ እቲ ገዛ እሞ ሰኣሉለይ በሊ ኣብቲ ልዕሊ ዓራት ክስቐል እያ ክብልዋ እዩ ሓቀይ እንደ ርባዕወ
ኣቱም ሰባት ኣይትጋገዩ ኣነ ንስኻትኩምን ማማን ብቐንዱ ድማ ባባ እዚ ገዛ እዚ ብገንዘብ ሰናይት ሓፍተይ ከም ዝተስርሐ ኢና ንፈልጥ ዋ ስምዕ እስኪ ብገንዘብ ሰናይት ሓፍተይ ተትስራሕ ደኣ እሞ እቲ ገዛ ክራይ ስለምንታይ ባባ ወስዶ ነይሩ እወ ናብ ቡኪ ይእትዎ ኣለኹ እናበለ ኣብ ቡኩ ከም ዘእትዎ ዝነበረ ሕጂ እያ ፈሊጣ። ገደደ ገዛ ክራይ ናብ ቡኩ፣ ልብሬቶ ኣብ ኢዱ፣ እሞ እንታይ ሒዛ ደኣ እያ ክትከስስ? እንድዕኺ ኣይትመረቒ ኢልዋ ኣብ በረድ ክትጽሕፍ። ፍትሒ ንምርካብ እዩ ጻዕራ ንሳ ግን ክትፈልጦ። ቴዲ
ብዘይ ጭብጢ ፍትሒ ክትረክብ ምሕሳብ እሞ ኣብ ካርታ መ እኽሊ ክብቑለልካ ምዝራእ ማለት እዩ።
ጽቡቕ ሕጂ ንስኻትኩም ንማዕተብኩም ንሕልናኹም ክትብሉስ ኣይትምስክሩን ኢኹም ማለት ድዩ? ንመን ኢልና ክንምስክር?
ከሳሲት ሓፍተይ ጎሱስ ኣቦይ ንመን ኢና ምስክርናትና ክንህብ
ፅቡቕ ዘይምምስካር እውን ናቱ ዘቕፅዕ ሕጊ ስለ ዘለዎ ፅባሕ ንጎ በፍንጫ ተወጢጥኩም ከም ትምስክሩ እየ ዝፈልጣ ነግር ኣላ ስኺ
ብሓይሊ ኣፍና ከፊቱ ዘመስክረና ይትረፍ ኣመንጊጉ መግቢ ዘኹልሰና ሰብኣይ ተሎ ክንሪኦ ኢና የሎ ሓፍተይ ስምዐኒ ባባ ንሰናይት ብልብሬቶን ገዛ ኸራይን ክልተ ብባዶ መርሓ ስለ ዘሎ ሳልሳይ ጎልከ የእትወላ እሞ ኣብ ማእኸል መጋባእያ ከይትሓፍር ነዚ ትሓስብዮ ዘለኺ ጉዳይ ኣቋርፅዮ ኣቋርፅዮ ኢልኪ ንገርያ ኣነ እዚኣ እየ ዝመኽረኪ። ሓቂ ኣላ ዊንቱ ነዚ ዘይረብሕ ዘረባ ክትነግርና ምፅዋዕኺ ኤህ ምበልናኪ ግን ስራሕ ገዲፍና ኢና መፂና ንኺድ ንሕና
ሰሚዕኺ ግዜ ወርቂ እዩ ደሓር ከዓ ባባ ነዚ ገዛ ኣብ መናፈሻ መፅሓፍ እንዳንበበ ወይ ከዓ እንዳዕለለ ዘይኮነስ ደምሪፁ ይጥርዩ ሕረ ፅቡቕ በሉ ስምዑ ንስኻትኩም ኣብ ሓሶትኩም ፅንዑ ሕጊ ድማ ናቱ ጋር ስለ ዘለዎ ሓቀኛ ድማ ይዕንቀፍ እምበር ኣይወድቕን እዩ ክትፈልጡ ሓራይ። ሕራይ ሰሚዕናኪ ምስ ሓፍትኺ ሰንከልከል በላ እሞ ተጋጭኽን ኣብዛ መሬት ዛዕ ምስ በልክን ሽዑ ክትዝክረና ኢኺ ባይ።
ሰብ ኢሎሞ ሰብ ኢሎሞ
ባባ እዚኣ ኣለኹ ድየ ኮይነ ኣነ ናበኹ እንደ እዚኣ ኢደይ ኣነኸ ኣይዕበኹን ቀይሕን ጻዕዳ ኣየብላዕኹን ኣየምሃርኩን ምሳይ ክትጸባጸብስ እንዳ ፖሊስ እያ ከድኪ ክትከስኒ
ኣነ እኮ እየ እንዳ በርቤሪ ከፊተልካ ወርሒ መጸት ኣነ እኮ እየ ተቆራፂ ገይረልካ ወላዲኺ ስለ ዝኾንኩ ግቡእ እየ ክትገብርለይ እሞ ነቲ ከርተት ኢለ ዘጥረኽዎ ገዛይ ሓላፍነት ስለ ዝሃብኩኻ ክትጠልመኒ? ነዚ ክትገብር ዲኻ ኣብ ዓዲ ስደት ዝሰራሕካዮ ገዛ ብላሽ እዩ፣ ኣብ ዓድኺ ስርሒ እናበልካ ትብጽብጸኒ ዝነበርካ? እሞ ኣይ ሓቀይ እንድዩ፣ ናይ ሰብ ወርቂ የድምቕ ድዩ? እሞ መዓስ እሞ መሊእካዮ?
ንዓኹም ክብል ዶ ኣይኮንኩን ብዘይ ሓድጊ ተሪፈ? ንስኹም ዶ ኣይኮንኩምን ዕድመ ንእስነተይ በሊዕኹሞ? ንዓኻ ክጥዕመካ ኢኻ ኣብ ስደት ኣይትነብርን ኢኺ፣ ክንዲ ውላድኪ ኣብ ዓድኺ ገዛ ኣስርሒ ትብለኒ ዝነበርካ? በሊ ክትፈልጢ እዚ ገዛይ ንስኺ ከም ወላዲኺ መጠን ዓቕምኺ ሓጊዝክኒ ኢኺ። ሓጊዝክኒ ኢኺ?
ዋ ትከታተለለይ ኢኻ ነርካ እምበር ሳንቲም ዕውርቲ ዶ ከፊልካ ኢኻ? ኣንታ በጃኻ እዝግሄር ፍራሕ ነዚ ኩሉ ሸሓተይ እስኪ ትክሕዶ ንስኺ እምበር ሙሉእ ዕድሜኺ ሰባት ክሕግዝ ዶ ፅጉማት ክኣሉ ዶ እናበልኪ ብላሽ ዘጥፋእኽዮ ግዜ እዚ ሕጂ ዘይናትኪ ክትግምቲ ግደፍ ባባ ጉድካ ኣብ መጋባእያን ኣደባባይን ከይተቐልዐ በጃኻ ተሰተር። ኣቲ ኪዲ እዚ ኣብ ዝበጽሓኺ ብጽሒ ንስኺ ኢኺ ንወላዲኣ ከሲሳ ተባሂልኪ ትከዓብን ፎእ ትበሃልን እምበር ኣነ ዶቦይ ጫነ ክትፈልጢ ዘይናተይ ኣይደልይ ናተይ ከኣ ቅንጣብ ትኹን ከምዘይህብ ኩሉ ሰብ ይፈልጠኒ እዩ። እሞ ሕጂ እውን ገና ኣይተጣዕስካን? ኣታ ኪዲ ንስኺ ተጣዓሲ እምበር ኣነ እንታይ ዘጣዕስ ኣለን እንታይ ዝገበርክዎ ኣለን ንዓ በል
ብሰላም ምስማዕ እንተ ኣብየኪ እዛ መጻዋዕታ ሃብዮ ስለ ዝበሉኒ እንካ ተቐበለኒ
ግርም በለ ኣብዚ በጽሓ ክብጽሒ ከርእየኪ የብለኪ ኣለኹ

መጉሃየይ ክሰምዕ ጉደይ ኣብ መጋባእያ ክቕልዳዕ ውርደት ክጉልበብ ኢለስ ክኸይድ ኣቲ እዚ እኮ ሰዓርን ተሰዓርን ዘለዎ ኣይኮነን ንዓይ ክልቲኡ ሓደ ውሽ ኣቲ ማማ እዚ ኮሞ ኩሉ ሰብ ይፈሊጥዎ ዘሎ ድሓር ድማ ሰናይትሲ ኣብ ምዕቡል ዓዲ እናተቐመጠት ብዘይ ጭብጢ ተኸስስ ባባ እኮ ምስ ወረቓቕቲ እዩ ዘሎ ድሓር ከዓ ኣነን ሮቤልን ሓወይን ምስክርነትና ንባባና ሂብና ኢና እዋይ ውርደት እዋይ ውርደት ኣንታ ኣምላኽ

ሐራይ በሊ ቻው እምበር ሰናይትሲ ከመይ ኢላ እሞ ዓይንና ክትርኢ ሎም ምሸት ኣብ ሆቴል ሓዲራ ፅባሕ ንጎ ከም ትበርር ከይደቀስ ክሕለም እዮ ኣቲ ኣቲ ኮንቶ ኣቲ ዝስ ኤህ ኤህ የብል እምበር የስሕቅ የስሕቅ እዚ ናተይ ሰሓቅ ኮይኑ ሰሓቅ ስሸዑ እዩ ደለዎ ምሽኮር ቻው ጥራይ
እወይ ኣነ እወይ ኣነ እንታይ እዩ ነጢብኒ እንታይ እዩ ነጢብኒ
ሰቢሎሞ ሰቢሎሞ
ኣንታ ናይ ድሓን ዲኻ ተላይ ተላይ ተላይ ኣብዚኣ ንራኸብ ኢልካ ደው ኢልካለይ ስምዓ እስከ ንስኻ እንታ ኾንካ ካብቲ መጋባእያ ዘይመጻኻ ዶስ እቲ ውሳኔ ቀዲምካ ትፈልጦ ኔርካ እኻ? ነብሳ ከይትህላይ ኣነ ናይ የማን ዶ ናይ ጸጋም ዳኛ ኮይነ ድኣ ዝፈልጦ። ባዕልኻ ፍለጥ ስማዕ እስከ እስኻ ብብላዕ ክትግዝኣካ ትሩፋት ጃሱስ። ኣነ ዶ እዋ ኣፍካ ልጓም ግበረሉ ኣስተውዒልካ ከኣ ተዛረብ ኣነ መንነተይ በዚ ከምዚ ትብሎ ዘለኻ ብላዕ ዝሸይጥ ኣይኮንኩን ኣብቲ መጋባእያ ዘይመምጽእየይ ከኣኒ ዝሰዓረ ይስዓር ሕማቅ ከይርኢ ኢለ እህ እምበኣር እቲ ፍርድስ ንዓኻ ዝሃሲ እዩ ኮይኑ። ምህሳይ ጥራይ ምሕሳይ ከኣ እምበር ኣታ መዓንጣ ከብደይ ሕርር ዘብል ዓንዲ ሕቆይ ክርትምትም ዘብል እምበር ኣታ። ዋይ ሓወይ።
ስማዕ እንቋዕ ደኣ ደም ብዝሒ ሰማይ ተሰቒላ መሊሻ ንሰማይ ኣይሰቐለትኒ እምበር። ኣታ ሕማቕ እንዲኻ ደኣ ረኺብካ ዋይ ክልተ ሞት ኣብየት ኣብየት ኣብየት ዝሕውነት ኣታ ሓዲግ ሰማይ ሓዲግ ምድሪ ሀ እሞ ብኸመይ ደኣ ንዓኣ ሂቦማ። ኣታ እቲ ጉዳየይሲ ሓደ ሓያል ዳኛ እዩ ሒዝዋ። ከመይ ከመይ።
እዋ ከመይ ዝበለ ለባም። እቲ ንመስርሒ ገዛ ዝሓዝካዮ ሸሞንተ ሚልዮን እዚ ካበይ ኣምጺኻዮ ኢሉ ይሓተኒ። ኣየ እሞ እንታይ ደኣ መለስካሉ? እንዳ ባርቤር ኣላትኒ ወደይ ዝሕዛ ታክሲ እውን ኣላ ምስ በልኩ ተፈዛዊ ጓለይ ሓሶት ኣይትብልን ናይ ምንታይ ሓሶት?
ኣታ እቲ እንዳ ባርቤር ናተይ ስለ ዝኾነ እቲ ሰለስተ ርብዒ ኣታዊ ኣቡኮ እዩ ዝኣቱ እታ ታክሲ እውን ናይ ኣቦዶም ሓወይ ስለ ዝኾነት እ እቲ ኣታዊታት ኣቦ እኮ እዩ ዝኣቱ ትብል እወ እሞ በተን ዝረኸብክወን ርብዒ ኣታዊ ጨቖቕ ኢለ ዘስራሕክዎ ገዛ ይብሎም። ብራቮ ዝዓርከይ ኣታ መልሲ ድኣ ንዓኻ እንታይ ክጠፍኣካ እሞ ጽቡቕ እንዲኻ ድኣ መሊስካ ድኣ። ኣይትጸብቕ ኣምላኽ ድኣ ኩፉእ ገይሩ ፈጢርካ ኣሎ እምበር። ኣንታይ ካይ ውዒለ እንታይ ኢኻ ስእልካ ድራዕ ተውርደለይ። እዋይ ዓንጾ ዓንጾ ንማዕጾ ዶ ገይረየታ። ኣይጉሄ እንዴ ምስ ቀልበይ ዘየለኹ እሞ ናብኡ ናኻ ተመሊስካ ቀጽል እሞ ምለሰኒ ተዛነ ኣታ እወ እቲ ማእኸላይ ዳኛ ናይቲ ሸሞንተ ሚልዮን ኣታዊታት ንመንግስቲ ግብሪ ዝኸፈልካሉ ቅብሊት ኣቕርብ ይብለኒ። ፈጠጥ ኣብኣ ከለኹ እዋይ ኣንታ ባዕለይ እባ ኣብዚ ገደዳ ኣትየ ኢለ ከይተፈለጠኒ ሓስየ እቲ ገንዘብ ናታ ስለ ዝኾነ እቲ ቅብሊት ንዓኣ ሕተትዋ ኢለ ብኣፈይ ተረቲዐ። ከመይ ኢልካ ክትርዳእ ንሳስ እታ ሸሞንተ ሚልዮን ቅብሊት ካበይ ኢለ ክተምጽኣ? ታኽላ ሱቕ በል እንተስ ንሳስ ዕድላ ጸቢቕላ እንተስ ተዳልያ መጺኣ እ ኣብቲ ትቕመጠሉ ሃገር ትኸፍለሉ ናይ ክ- እንታይ ኢኻ ትብሎ እዚ ናይ ክልተ ካብ ሚእቲ ትብሎ ዲኻ ግብሪ እ ናቱ ቅብሊት ሒዛ መጺኣ ረቲዓቶ። ወይ ሓወይ ኣታ እሞ እኳ ክንዲ ደኣ ሓርኢ ኢልካ። እንታይ እኳ ሓርኢ ኢልካ ደኣ ጻሕጺሕ ኢልካ ዶ? እሞ ሕጂ ደኣ እንታይ እዩ ዝግበሮ ከመይ ኢልካ ኢኻ ገጻ ክትርኢ?
ኣይ እሱ እንድዩ ጸጊምኒ ዘሎ።
ቁሩብ ከ ቁሩብ እንታይ ትሓስብ? ዕረቐኒ
ኣየለን ድማ ወይ ህልም ክብል እየ ወይ ገመድ ሰቒለ ሸቐቕ ክብል እየ። እዚኣ ኣይትመጽእን ድየ ግደፍ ግደፍ ግደፍ ዝብለካ ነይረ ደቦጭ። ኣንታ ከምኡ እንደይትበለኒ ወይ እዛ ዝብለካ ዘለኹ ግበረለይ ወይ ድማ ርኢኻ ኣለኻ በዛ ሻርባኻ ከምዚኣ ኢለ ሸቐቕ ኢለ ኣብ ዘይደምካን ገበንካን ከእትወካ። ታበል ሕራይ ሕራይ ዋ ኢለ ሕራይ ንዓናይ ተሰሚዓትና ድኣ ንፍትን ዋ ድሓር ካብ ኣይ ዲኻ ትፍትን ደኣ ኣብ ክሳድካ ከኣ ምፈተንካ እምበሪ ተኽላስ ቅድብል ዊን ሰቢሎሞ ሰቢሎሞ እዚ ንኸይመጽእ እየ ዝዛረብ ነይረ ሓቂ ንግዚኡ እምበር ንሓዋሩ ክቐብራ ዝኽእል ፍጡር ከም ዘየለ ፍለጡ። ዕድመ ንእስነተይ በሊዕኹምስ ፍረ ከርተተይ ፍረ ረሃጸይ ዝኾነ ገዛ ከይሓፈርኩም ክትበልዕዎ ሓሲብኩም ስምዑ እስከ መን ዲዕቢኩም ማማ ኣይዕበኹን ኣይከደንኩን ኣይሰለምኩን ድየ ኣነስ ከምዚ ክፍደ ሰናይት ጓለይ ንዓይ ኣይትጸንብርኒ ኣነ ሰማዒ እሲኢነ እምበር ኣቤት ኢለ እየ ግን ሰማዒ ስኢነ ሰናይት ሓፍተይ ንዓይ እውን ኣይትሓዝለይ ባባ ኢዚ ገዛ ናተይ ምዃኑ እንድሕር መስኪርኪ ካብ ምስ ኣሕዋትኪ ብዝሓደ ገዛ ኣብ ሓደ ዓራት ትራራረበ ትድቅሲ ካብቲ ቪላ ገዛ ሓንቲ ክበኪ እየ ምስ መፍትሓ ኣብ ደስ ዝበለኪ ትኣትዊ ኣብ ደስ ዝበለኪ ድማ ትወፂ ምስ በለኒ እየ ድዒሰ ንባባ ከዓ ሮቤል ሓወይ እዩ ጋግይዎ መቸም ሰረቅቲ ምስ ተታሓዝኩም ወይ ከዓ ክማቀሉ ከለዉ እዮም ዝበኣሱ

ሰናይት ጓለይ ዘይግቡር ገይረ በዲለኪ የቕርበለይ ተጋጌ መሓርኒ ተካል ሞት ድሓር ከዓ ኣብ ልበይ ዘይነበረ ብሓሳበይ ዘይነበረ ሩብ እየ ልጋጊድኒ
ኣየ እዛ በደል ክሳብ መዓስ እያ ኮን ዋና ስኢና ክትነብር ሰናይት ጓለይ ወላዲ እዩ ይቕረ በለሉ ኣምላኽ እውን ይቕረ በሉ ይቕረ ክበሃለልኩም ኢሉ እዩ በጃ ከይተጨንቕ እዮም በቃ ብጣዕሳ ጣዕ ኢሉ ክሕነቕ ምስ ደለየ ኣነ ጎሲሰ ክዓርቀካ ኢለ ምፅእ በጃኻ ደኣ ሕረ ይነኽነኽ ኣሎ ሰናይት ጓለይ ወላዲኺ እዩ ይቕረ በልሉ
ምስ በደለኒ ይቕረ እንተዘይለሉ ኣነ ካብኡ ብምንታይ ይፍለ ባባ ድማ ወላዲ ስለ ዝኾንካ ኣባይ መጺኻ ክትድፋእ ጌጋ እዩ ኣነ ኸኣ ንጌጋ ብጌጋ ክድብስ ምርጫይ ኣይኮነን ንዓኻ ጥራይ ዘይኮነ ንኹሉ ብዛ ጉዳይ ዝተቋማጥዐ ይቕረ የለሉ ኣሎ ኣሰይ ኣሰይ እዛ ጓለይ ሰናይት ጓለይ ድኣ ለባም እንዲኺ ደቦጭ ዓርከይ ከዓ ንዓኺ ምስ ወለደ ተቐሊቱ እዩ እንድይ
ኣሻብካ ክትብለኒ ዘለኻ ምዃን ሓቅኻ ፅረፈኒ በለኒ ዋላ ዝበጠኒ ኣነ ሙሽሙሽ ኣነ በትካ ኣነ ሰነፍ ድሓር ከዓ ትሮብየል እዩ ሰይጣን ተመሲሉ ጋጊኒ እምበር እ? ደይቲ ገዛስ ንዓና እዩ ካብዚ ንላዕሊ እኮ እያ ገይራትልና ሓቁ ኣሎ ባባ ብፍላይ ድማ ነዞም ንኣሽቱ ዝበለ ንስኻን ካብርዓትክ እንደ ኣነ ደይነስን ትናይት ጓደይ ደጊምና ኣቕይምናኪ ኢና መቕርበልና ይቕረ ኩንኩም እኮ ኢለኩም እየ እተስኻትክን ከ ተሳዕ እንዶ ኣቦቕቡቕ ዓዶ ከብዳብ ንዓኣ እልል በለ ኣሰኛ
በቃ ሓንቲ ሕቶ ዶ ክሓተኩም ንንብረተይ ንገዛይ ንገንዘበይ ዲኹም ወላስ ንዓይኹም ደልዩ በሉ ኣብ ቤት ፍርዲ ምስ ተዓወትኩ ብቐጥታ እንዳ ዘኽታማት ከይደ ሓደ ውዕል ተፈራሪመ መፀ ንምንታይ ውዕል
እቲ ገዛይ ብድሌተይ ብዘይ ፀቕጢ ንወለዶም ዝሰኣኑ ዘኽታማት ኣውሪሰዮም ኣለኹ ዝብል